ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሄር ምሳኹም ይኹን ናይ ሎም መዓንቲ ብሓንሳብ ኬና ንሰርሖ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናኦም ባለይ ግን እቶም ሓደሽቲ ኣት ዘለኹም ላይክ ሳብስክራይብ ኮመንት እንዳበርኩም ናይ ቻነል ቤተሰብ ክትኮኑ ብክብር ዕድመኩም እቶም ምሳይ ፀናኹም ከዓ ከም ቀደምኩም ምትብባዕኹም ኣይፈለየኒ እዚ ቪድዮ ብላይክ ጀምሮ ናይ ሎም መዓንቲ ብሓንሳብ ኬና ንሰርሓ እምበኣር ኣብ መእተዊ ከም ዝረኣኹሞ ኣዝዩ ጽቡቕ ዝኾነ ሕብሽቲ ንዝተፈላለየ ፕሮግራምና ዝኾነና ማለት እዩ ሕጂ ንዓኡ ንምስራሕ ዘድልየና ሓንቲ ኣራንሺ ከምዛ ትርእይዋ ዘለኹም እቲ ናህቱ ፍሕፍሕ ኣቢልና ክንገብሮ ኢና እንደገና ከዓ እቲ ጽሟቕ ከኣ ክንጥቀመሉ ኢና ማለት እዩ። ሕጂ ኣራንሻ ንጥቀም ከለና መንደሪኒ፣ ለሚን ንጥቀም ከለና ብጣዕሚ እዩ ኣዝዩ ጥዑም ዝኾነ ሽታ ጥዑም ዝኾነ መኣሬት ከኣ ዝገብረልና ማለት እዩ። ክቡራት ኣሕዋተይ ኩሉ ግዜ ሕብሽቲ ክትሰርሕ ከለኻ ተጠንቂቕካ ብጣዕሚ ግዜ ይሓትት እዩ። ስእልካ ከምዚ ሕምባሻ ልውስ ኣቢልካ ጥፍጥፍ ኣቢልካ ምውዳእ ኣይኮነን እዩ። ግዜ ይሓትት እዩ ክሰርሖ ኣለኻ። እዚ ከዓ ብጣዕሚ ናይ ክቡር ክቡር ክቡር ብጣዕሚ ማለት እዩ ዝኸበረ ወይ ከዓ ናይ ውላድካ ሓማውቲ መርዓ ጥምቀት ድዩ ብሓፈሻ በቃ ከምዚ ናይ ባህግ በቃ ብሂግካ ትገብሮ ምክንያቱ እቲ ስርሑ ቀሊል ነገር ኣይኮነን እዩ ከበድ ኢሉ ስለ ዝኾነ ማለት እዩ ሕጂ እንታይ ገይረ ኣለኹ ባኔላ ከዓ ክገብር ክልተ ባልና ገይረ ኣለኹ ሕጂ ኣብዚ እንታይ ዝበሃል እቲ ኣራንሽ እንደገና እቲ ባልና ዝገበርናይ ከዓ ዓሰርተ ግዝራ እምካ ለቢተ ተጠቂመ ኣለኹ ንቲ እንቋቑሖ እንቋቑሖ ክንገብረሉ እንዲና ነቲ እንቋቑሖ ህስስ የብለልና ብዙሓት ኣሕዋት ሕጂ እንታይ ትብላኒ ይኹን ሰላም ሓፍተይ ኣንቋሖ እንዳሽነተተና ዋላ ኬክ ክንሰርሕ ከለና ገለ ስለ ትብላ ከምዚ ተጌርና ዋላ ሓደ ሽትን ዋላ ኣብ ኬክ ከማን ማለት እዩ እንታይ ገይረ ሕጂ ዓሰርተ ግራም ቤኪን ፓውደር ከዓ ገይረ ኣለኹ ጨው ሽኮር ሽኮር ከዓ ወድ ክልተ ማንካ ዝኾን ሽኮር እየ ተጠቂመ እንተዘይብዛሕናሉ ፅቡቅ ማለት እዩ ኣብዓኸ በዚ ክስራሕ ከሎ ሕብሽቲ ገለ ዓይነት ገለ ዓይነት እዩ ዝመፀና እንቋቑሖ ከዓ ሓንቲ ሕጂ እንታይ ጎዲልሃንላ ኣብዚኣ ኩሉ ግዜ ክሽነ ከም ትፈልጦ ሓደ ሓደ ግዜ ይጎድለካ እዩ ይጎድለካ ማለት እዩ ጠስሚ ከዓ ይገብር ኣለኹ ኣብዚኣ ግን ግድን ምስ ታብዓ ክንገብረላ ዘለና ኣቦስዳ ኣቦስዳ ምስ ሕብሽቲ ግድና ክንገብረሉ ዘለና ብጣዕሚ እዩ ጥዑም ሽታ ዝመፀልና እንደገና ከዓ ፀባ ብጸባ ጌርና ኢና ክንለውሶ ብጣዕሚ ጽቡቅ ዝገብረልና ኣደታትና ብልክዕ በቲ ሪች ዝኾነ ክሰርሑ ከለዋ ሕብሽቲ ከምዚያት ቀመማት ኣይገብራንን ብዙሓት ኣሕዋት እጂ ትሓታን ኢኽን ትጥቀሙሉ ሓርጭ ገለ ጻዕዳ ገለ ትብላን ይኹን እዚ ከምዚ ብፍላይ ሕብሽቲ ገለ ሰራ ከለኹ ከምዚ ይጥቀም እየ ሕጂ ኪሎን ፈራኣን የጥቀም እየ ሓንቲ ብጣዕሚ ገጃፍ ዝኾነት ክገብራ እየ እቲ ሓንቲ ከዓ ንእስ ዝበለት ንገዛና እቲ ሓንቲ ግን ንኻህናት ንዲያቆናት ትኸውን ናይ ዓመታዊ ክብረ በዓል ናይ ኣደና ቀስት ማርያም ናይ ልደታ እየ ዝሰርሖ ዘለኹ ብዝተኻእለ መጠን ማለት እዩ ውሕልልልልልልና ካብ ኣደና ቅድስት ማርያም ትኸብር መን ኣሎ መን እመብርሃን ኣደይ ልደትኪ ልደትና እዩ ሓዘንኪ ሓዘንና ሓጎስኪ ሓጎስና እንዳበልና ማለት እዩ ብጣዕሚ ብሃረርታ ኣዝዩ ደስ ኢልኒ ብጣዕሚ ሕጉስቲ ኮይነ ዝሰርሖ ዘለኹ ማለት እዩ በዓላ ከዓ ፀብቕ ኣቢላ ብርኽርኽ ክተብለለያ ብሓፈሻ ንዝተፈላለዩ ፕሮግራም ንዝተፈላለየ ከም ዝበልኩኹም ግዜ ሓትት ስለ ዝኾነ እዚ ተጠንቂቕካ ሰሪሕኻ ከም ባህጊ ናብ መብጽሒ ሰብ እዚ ሒዙ ክበጽሓና ከሎ ሰብ ብጣዕሚ ታሪ ሽመይ ማለት እዩ ናይ ክብሪ እንታይ እሞ መራዓውቲ ሲ ምስ ዓሰርተ ክልተ እንቋቋ ጌርካ ምሽ ትሰርሓሎም ኢኻ ናይ ክብሪ እዚ ከዓ ከምኡ ሕጂ ብጸባ ገይረ ለዊሰ ክንለውሶ ከለና ከምዚ ፎኪስ ዝኾነ ሶፍት ክኾነልና እንተደሊና እንታይ ዝበሃል ኢና ክንገብር ዘለና ልምልም ዝበለት ሕሩጭ እቲ ቢሑቕ ክንገርፎ ተሪር ተኾይኑ ፅቡቕ ዋላ ሕምባሻ ከማን ልምልም ዝበለ ቁርፍለይ ተኾይኑ ሶፍቲ ዝኾነ ፅቡቕ መፀልና መቸም እዚ ሕብሽቲ እዚ ሰብ እዩ ገሪሙ ብጣዕሚ እዩ ሰብ ኣገሪሙ በሊዕኻዮ ብጣዕሚ እዩ ዘይፅገብ ብጣዕሚ ጥዑም እንደገና ከዓ ፎኪስ ኮይኑ ማለት እዩ ክቡራት ኣሕዋተይ እተን ኣብኡ ረኺብክና ንኹልኽን ሰላም ፍቕርኽን ዝለገስክናለይ ብኣካል ረኺብክን ከዓ ብእውነት እግዚኣብሔር ኣምላኽ ሰብ ብሕማቕ ኣይፍለጥካ ብሕማቕ ኣይፍለጥካ እንታይ ዝዓብስ እንታይ ዝዓብስ ብሕማቕ ፈልጠካ ብእውነት እንዴ ክብረት ካብ ፈጣሪ ይርከቦ ሰብ እምበር ብጣዕሚ በቃ ብዙሓት ብዙሓት ዳርጋ ሕጂ ዳ እንታይ ድየ ዝገብር ዘለኹ ከምዚ እንታይ ደስ ይብለኒ ኣነ ሕጂ ንሰለስተ ሰዓት እንደ ጽኒሐዮ ዘለኹ በኺዑ ከም ትርእይዎ ዘለኹም ብፍላይ ከምዚ ዓመታዊ ክብረ በዓል ገለ ክኾን ከሎ ተተኻኢሉ ተሰሪሕናዮ ቤተክርስትያን ክንከለና ጽቡቅ እንዲ ግን ኣብቲ ክቡር በዓል ከዓ ከምዚ ክንወስድ ከለና ብጣዕሚ ጽቡቅ እዩ ኣደታትና እንታይ ገብራ ሓማውቲ መብዛሕትኡ ሓማውቲ ንዚ ሒዘን እንድን ዝኸዳ ብጣዕሚ እየን ዝደኽማ ውግሕ እያ ትብለን ምሸት ዝጀምርኦ ንውህ እየን ዝውድኣ ምክንያቱ ስሳ ሰብዓ ዝኾን ሕብሽቲ ከቢብ ከቢብ ከም ዝባን ይሰርሕኦ ጓጉበ እያ ትበሃል እንተዘይተጋግየ ከዓ ሓንቲ ዓባ ሸሓነ ገይረን ከዓ መሸፈኒ ንዓኡ እቲ ሱሳ ክውን ናብ ክልተ ሰለስተ መትሓዚ ገይረን ንዕኡ ካብኡ ገይረን ሽፍን እየን ዘብሎ ሕጂ ኤክስትራ ከኣ ኣብ መገዲ ዝጸንሐን ሰብ የጥዕም ማለት እዩ። ሕጂ ከኣ ኣነ ሰብ እንዳፈለጠኒ እዚ ከዘሎ እሞ በላስ ክጥዓመኦ ካብዚኣ እዚ ሓንቲ ፍርቂ ኮን ተማልኤስ ጠዓመ እንዳበልኩ ኣጥዕመ ጥዕመ ቢለ ማለት እዩ። እንታይ ደይ ዘኪረ ከምኡ ዘኪረ ኣድታና ዝረኸብኦ ጉዕዞ ከረክላ ዝረኸብኦ ሰብ ምክንያት ሃነነንን እንዳበለ ስለ ዝኸዳ እንዳሃባ እየን ዝኸዳ ኤክስትራ ብውሑድ ዓሰርተ ይኸውን ልዕሊ ዓሰርተ ይኸውን ይገብራ ማለት እዩ እዚኣ ሕጂ ንሕና ንክንጥዕማ እንደገና ከዓ ንማታ ዓይነይ እውን

ሓው ትሑት ኣይኮነን ዝደሊ ብርቱዕ እዩ ዝደሊ ትሑት ተኮይና ብሒቁ ሒዝካ ምስሓቅ ሰብ እዩ ዝገብረካ እዚ እንታይ እቲ ጥንቃቀ ብሰዓታት እንዳረኣና ሕጂ ንዚኣ ቀዳመይቲ ዝገበርናያ ሳላሳን ሓሙሽተን ደቂቅ ክትጸኒሕ ምክንያቱ ዕርያ ገጀፍ ኣይኮን ዚኣ እታ ዝገጀፈት ዘላ ሕጂ ጽሑፍ ከዓ ክንገብረላ ኢና ፅሑፍ ክንገብረልና ኢና ብሕብሪ ጌርና ንእሽተይ ኣብዚኣ ኣትሪፈ ኣለኹ ሕብሪ ብዘለና ክንገብር ንኽእል ኢና ተደልና ብፃዕዳ እውን ክንገብር ንኽእል ኢና ብዝሓለፈ ከምዚ ኖርማል ፃዕዳ ገይሩ ወሲደ ነይሩ ማለት እዩ ሕጂ ሕብሪ ኢደይ ጓንቲ ምግባር ክሓይሽ እዩ እምበር እዚ ሕብሪ ታይ ዝበሃል ከይኮነኒ ኢደይ ተሓፂበ ጓንቲ ክገብር እየ ማለት እዩ ጓንቲ ጌርና ሕጂ እቲ ቢሑቕ ኣብዚ ክንገብሮ ከለና ኖርማል ቅጥን ቅጥን ዝበለ ጥራይ ንስም እንተዘይኮይኑ ዕሩይ ረጒድ ሳይ ንገብሮ ኢና ማለት እዩ ከም እትሪእዎ ዘለኹም ጌርና ሕብሪ ሕውስውስውስ ኣቢልና ሕጂ ክንገብሮ ኢና ኣብዚ ማለት እዩ ፅሑፍ ክንገብር ኢና ልደታ ኣዶ ጎይታ ማርያም ዝብል ክንገብር ኢና ሕጂ ከም ትሪእዎ ዘለኹም ዋል ሓደ በቃ ከምታ ዝገበርና እያ ልግብ እያ ትብል ምክንያቱ ዕሪ ረጒድ ኮይኑ ትር ዝበል ኮይኑ ትብሒቑና እንታይ ዝበሃል እዩ ዝኸውን ከም ዝትርእይዎ ዘለኹም ብዝኾነ ክቡራት ኣሕዋተይ ላይክ ምግባር ኣይትረስዑ። ርሑስ ኣውደ ዓመት ኢልና ኢና። ጸሎት ኣበረከታ ወላዲተ ኣምላክ ካብ ኩሉ ክፍእ ዘበለ ይሓልወና። ልደታ ኣደ ጎይታ ማርያም ኢልና ሕጂ ከምዚ ትርእይዎ ዘለኹም ምስ ገበርና ብውሕድ 25 ደቂቕ ኣፅንሕ ተቢልናዮ ምክንያቱ ምፍኳስ ይደሊ እዩ ብጣዕሚ ፅቡቅ ዝኮነልና ከምኡ ጌርና ሽፍን ኣቢልና ተፅኒሕናዮ ሕጂ ብሑቅ ሒዙ ንከይወፅ ክነረጋግፅ ከዓ ብዚ ናይ ስተኪን ዕንጨት ጌርና ንገብሮ እንተዘይበሲሉ ኮይኑ ብሑቅ ሒዘ እያ ትወፅ ተበሲላ ግን ኣብኣ ከላ እያ ትወፀልና ማለት እዩ ስለዚ እዚኣ ከዓ ፍኹስ ኢላትልና ኣላ ናብኣ ክንእትዋ ኢና ማይ ከዓ ግድን ወሲኸሉ ኣለኹ ኣፍሊሐሲ ናብኡ ገይረሉ ኣለኹ ማለት እዩ ዝፀንሐ እንደገና ከዓ ኤክስትራ ወሲኸሉ እዚኣ ሸሓነይ ከምዛ ትርእይዋ ዘለኹም ኣብዚኣ ግብር ኣቢለ ሕጂ ን ኣርባዓን ሓሙሽተን ደቂቕ እቲ ኣደታትና ዝሰርሖ ብጣዕሚ ገጅፍ እዩ ኣብ ገጅፍ ሸሓነ ገይረን ኣብ ጥስቲ ገይረን ክሳብ ስሳን ሓሙሽተን ደቂቕ ገሊአን ዘጽንሕኦ ማለት እዩ ናህና ከዓ ንዚ ይመስል ንዚ ይመስል ተሳና ከይትጎዲኡ ውዒ ክኾነለይ ምሸት እየ ሰንኪተዮ ምክንያቱ ማህሌት ክንከይድ ሓሲብና ነርና ግን ደኺም ኢለ ምስ ዘለኹዎ ኣይክእልን እየ ገለ ኢለ እንታይ ዝበሃልና ሰዓት ክልተን ፈርቃን ገለ ቢልና ከድና ማለት እዩ ፍርቂ ፍርቂ ጌርና ንብለኩም ብጣዕሚ ፅቡቅ ሓሊፉ ፅቡቅ ብጣዕሚ ብጣዕሚ በቃ ክብሪ ንመድሃኒዓለም ይኹን ገለ ዓይነት ዝኾነ ክብረ በዓል እዩ ነይሩ ማለት እዩ ብድጋመ ርሑስ ኣውደኣመት ካብ ክፉእ ዝሓበለ ትሓልወና ወላዲት ኣምላክ መድሃኒኣለም ኣቦይ ኣብ ምውጻእና ኣብ ምእታውና ምስ ኩላትና ይኩን ካብ ኩሉ ክፉእ ዘበለ ይሓልወና ሕጂ ከምዚ ትርእይዎ ዘለኹም ምብሳሉ ምፍኳሱ ምርኣይ ምእማኒ በቃ ሶፍቲ ሶፍቲ ክጽቦ መዓት ኮይኑ ብእውነት ብዘይ ቀልዓለም ገለ ዓይነት ዝኾነ ሕብሽቲ ሰሪሕና ማለት እዩ ከምዚ ጌርና ንዝተፈላለየ ንገዛና ሂዝናዮ ክንወፅ ዝተፈላለየ ፕሮግራምና ክኾነና ይኽእል እዩ ማለት እዩ ከምቲ ናይ ኣደታትና ብዙሕ ቀመማት ዘይበዝሑ ተደሊኹም ከዓ ኣሎ እዩ ክትጥቀሙ ትኽእሉ ኢኹም ዝተፈላለየ ዝሰራሕኽዎ ኣሎ ንለማዓንቲ ግን ኣብዚ ክኣኽለኒ እዩ ጀሚረ ክሳብ ዝውድእ ዝተኸታተልኩምኒ ካብ ልበየ ዘመስግነኩም ብኻልእ ትሕዝቶ ክሳብ ዝምለሰኩም ሰላምን ጥዕናን